ሰላም ኣሓት ኣብ ናይ ሎምዓንቲ ቪድዮና ኣብዚ ምሓራ ሚድያ ሓደስቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ኣነ ሓወይ ኣይፈልጦን እየ ኣብ ሂወተይ ሲ ሰለስተ ደቒቕ። ሰብኣያ በዚ ኣጋጣሚ እዚ በቃ ምስጋና ይግብኦ እዩ። Yow ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መጽየ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሰይስኣን ብምቕፃል ኣብ ናይ ለማዓንቲ ቪድዮና ከም ዝተለመደ ክንስሐ ክንጫወት ክንዘናግዕ ኣብ ዝመሓራ ሚድያ ሓድሽ ዘለዉ ነገራት ባሕሪ ኮይና ክንርኢ ኣብ ቦታና ተረኺና መፅና ኣለና ቅድሚ ናብ ቪድዮና ምታይና ግን ውሓት ትማሊ ሓንቲ ኮመንት ተፃሒፋ ስለይ ተኣስብዛ ኮመንት ከምበልኹም ገብረ መድን ሓየሎም እዩ ዝበሃል መስለን ዝሓውና ታይልኒ በርትዕ ብሮ ኣብ ዝለዓለ ደረጃ ክትበፅሕ ኢኻ
Stop it. Get some help. ማለት ንዓኹም ሒዘ ስኢል የወፅሐ የብለይ ማለት ኢልና እኮ ዓሰርተ ሽሕ እዩ ነይሩ ዕላማና ዶ ኣቲና ሻላ መን ሻላኹም ተወዲኣ ኣነ ግን ኣይርብሸኩምን ዒስራ ሰላሳ ዘእትኹም ኣይብልና ተደለኹም ሰብስክራይብ ገሩ ተዘይኮይኑ ስእልኹም ረዩ በቃ ነዚ ኮመንት ፀሓፈለይ ግን ይቐኒየለይ የኸብረለይ ክብለ ይደሊ እዚ መቐፃል ናብ ቪድዮና ከእተወኩም የሕዋት ክሳብ መወዳእታ ቪድዮና ምሳኹም ትከታተሉ ብኸሪኡ ዝሓትት ሰናይ ፃንሒት እሺ ኣሕዋት እስቲ ቪድዮ ንሃብ መጀመሪ ክኾንና ብዛ ቪድዮ እዚኣ ከጀምረኩም ኣሜን ማል ከይትርስዑ መድኃኔ ዓለም ማለት እንታይ ማለት ድዩ? ተሰቒሉ ዓለም ዘድሓነ ዓለም ዝተባህለ ኸመን እዩ? ሰብ ሰብ ማለት ከመን ማለት ድዩ? ንሕና ስለዚ እቲ ካብ ሰማያ ሰማያት ወሪዱ ምእንቲ ሓጢኣትና ዝመተ ክርስቶስ ነመስግኖ ደኣ። ስለዚ ነዛ ቪድዮ እዚኣ ሰሚዕኹም ዘመስገንኩም ወይ ድማ ኣሜን ዝበልኩም ካብ መቕዘፍቲ ሞትን ካብ ሕማምን ፌራን ሰውርኩም። ኦ መድሃኔኣለም ጎይታ ኣክንዲ መላእክተ ጽልመት መላእክተ ብርሃን ስደድ ናብ ህዝብኻ ስለታ ክብርቲ መዓልትኻ ኢልካ ድማ ምሕረትን ሽሻይን ኣውርድ ናብ ምድርኻ። እሺ ኣሕዋት ካብዚ ምቅጻል ዘርእኩም ቪድዮ ባዕለይ ይጋብዘኩም ረእይዋ። መንእሰይ ክፈትወኩም እየ ትፈትዉኒ ኢኹም please ካብ ሓሽሽን ካብ ሽጋራን ካብ መስተን ውጹ። በቃ እዛ ግዜ ትርእይዋ ኣለኹም ንዓና ዘይትኸውን ንመንእሰይ ዘይትኸውን ግዜ ስለ ዝኾነት ብብሊስ ወለድኹም ኣኽብሩ። ወላዲት ከላ ቀላል እዩ እሞ ምስ ሞተት ግን ዘይወፅእ ጣዕሳ እንድዩ። በቃ ዝብለኩም ነገር የብለይን። ዝሓወይ ዝመኽረና ዘሎ ናይዚ ሓውና ምኽሪ ሰሚዕና ናብ የማን መንገድ ይምለሰና በዓል ባዕላ እመቤተይ ስውራ ማርያም ባዕላ ምሳና ትኹን ምንም ኣይብለኩም እኔ ሰላም ሰላም ዘለኹሞ ሸር ፈለው እንዳበልኩም ዝሓወይ ኣበረታትዑለይ ቴንኪዩ እሺ ኣሕዋት እዛ ቪድዮ ከም ዝረእኹማ ኢኹም እዛ ቪድዮ ትምልከቶ እያ ንትብልዎ ሓውኩም ክኾን ይኽእል ዓርኩም ክኾን ይኽእል ሼር ጎርሉ እዛ ቪድዮ ሰብሳይ ኢሉና ኣሎ ኣሕ ሕፍረት ዘይብላ ቶግ እሺ ኣብ ዓራትከ ከመይ እያ ኣብ ዓራትከ ከመይ እያ

እዚ ቀዳማይ ንኣምላኽ ዘመስግኖ እዩ ማለት እዩ። ብምክጻል ኣብ ዓራት ክመይ እያ ዝብል ኣብ ቀዳማይ እኮ ነብሪ እያ ነይረ ዝሓተቶም ሕቶታት ነይሮም እዚኣ ሕቶ እዚኣ ዝክራ እየ ሕጂ ከኣ ኣንበሳ ክብለካ እየ ንዓኻ ካብቶም እቶም ብርቱዓት እንስሳታት ከምዚኦም ሓያላት ካብኦም ወላ ሓንቲ ዘፍሊ የለን ንፍዕቲ ኣንበሳ እያ ማለት እዩ።

እዋይ ብኡነት እዋይ ብኡነት ክንደይ ጋዕሪርና እዚ ሰብ ክመጽእ መጨረሽቱ ኣታ መዓስ እዩ ክኣቱ ናብ ሪቮ መዓስ ዝተጻወተ ናይ ሪቮብል ክኸውን መዓስ እዩ ክፍርም ሪቮብል እውይ ኣታ ክንደይ ግዒርና ኣታ ክንደይ ግዒርና እሞ መጨረሽትኡ ግን ኣምላኽ ሰሚዕና ክብርን ምስጋናን ኣምላኽ ብሓቂ ኣሌክሳንደር ኢሳቅ ማይ ብራዘር ዌልካም ቱ ሊቨርፑል ኣነ ሓጎሰይ ወሰን የብሉ ኣሌክሳንደር ኢሳክ እቲ ዝኸበረ ናይ ፕረምየር ሊግ ሳመር ዊንዶው ትራንስፈር ሪከርድ ናይ ፕረምየር ሊግ ሰይርዎ ኣሎ ብ ሚእትን ዕስራን ሓሙሽተን ሚልዮን ን ሽዱሽተ ዓመት ምስ ሊቨርፑል ፈሪሙ ኣሎ እንኳዕ መጨረሽትኡ ናህና ኾንካ እንኳዕ መጨረሽትኡ ናትና ኾንካ ኣሌክሳንደር ኢሳቅ በቃ እዚኣ እቲኣ ዓባይ ትምኒተይ ነይራ እሞ መጨረሽትኡኻ ሰሊጥኒ እስኻ ንሊቨርፑል መምረፂኻ ዓባይ ክለብ ክብሪ ተምፅእ ዋንጫ ተምፅእ ክለብ ሊቨርፑል ዘለዉ ተጻወትቲ ከም በዓል ቨርጅል ቫን ዳይክ፣ ኣሊሶን፣ መሓመድ ሳላሕ ዝኣኽሉ ተጻወትቲ ምስኦም ክጻወት ዕድል ምምርካብካ ብዓቢኡ እዚኣ ክለብ ዓባይ ክለብ ዋንጫ ተምጽእ ክለብ ዝና ዘለዋ ክለብ ኢልካ ተወሳኺ ኤክስትራ ፕሉስ ያፉ ደጋፊ ሊቨርፑል ኢልካ ናብዚኣ ክለብ ምምራጽካ ኣሌክሳንደር ኢሳቕ ብሓቂ ከየምገስጎንኩኻ ክሓልፍ ኣይደልን'የ እሞ እንኳዕ ሓጎሰና ሊቨርፑላውያን እቲ ናይ ሕልምና ተፃዋታይ እቲ ናይ እሺ ኣሕዋት እዚ ቪድዮ ምስ ሰማዕኩምዎ እዩ እንኳዕ ደስ በለኩም ብፍላይ ድማ ኩዕሾ ትከታተሉ ሰባት እዚ ኣሌክሳንደር ፈሪሙ ኣሎ ናብ ሊቨርፑል ገለ ከምዝለና ኣሎ ኣነ እኳ ኩዕሾ ኣይርእን ግን ኣቱም ኩዕሾ ትሪኡ ፅቡቕ ዜና ይመስለኒ እዚ ንዓኹም እንኳዕ ደስ በለኩም ሓደራኹም
ስትረስ ሓደገኛ ዕድሜኻ ክዕፅሮ እዩ ዘይምሱል ከምስለካ እዩ ከየበላሸወካ ሂወትካ ከይደምሰሶ ከሎ ሓደራ እዞም ኣብ ድራግን ኣብ መስተን ኣብ ዘየድሊ ወልፊ ዝኣቱ ካብ ስትረስ ክጋላገል ኢሉ ምስ ኣተወ ኣብኡ ወልፊ ይሕዞ ንገዛእ ርእሶም ተባኢሶም ተቀያይሞም ቀቲልዋ ቀቲላቶ ዝብሃል ስትረስ ውን ተራ ኣለዎ ስትረስ ሓደገኛ እዩ ከኒና መድሃኒት የብሉን ከይድካ ፋርማስስ ስትረስ ኮይኖም ምሃብኑ መድሃኒ ይካየም ክብኽ ኣይክእሉን እዩም የለን ናይ ስትረስ መፍትሒ ኣፍልጦ ምህላው እዩ እዚ ንህበካ መምርሕታት ካልእን እንተ ተጠቂምካ ክትጋላገል ትኽእል ኢኻ ኣነ ንባዕለይ ስትረስ ብጣዕሚ እጥቃዓኒ ነይሩ ምርሳዕ ጀሚረ ነይረ ሓጎሰይ ርሒቑ ነይሩ ካባይ ጨጎራ ነይረ ዝስተመኮ ብዙሕ እየ ተሳቅየ ምኽንያቱ መን ነጊርኒ ድራቪን ላይሰንስ ናይ ማኪና ብዙሕ እኮ ኣለዎ ኣነ እውን ነይሩ Drivellicense My Life ህይወትኪ ከመይ ትኣልያ ክትፈልጥ ክትክእል ኣለካ። ሙስሉይ ዝኾነ ሰብሲ ኣይፈቱን እዩ ሻሎሲ ብዙሓት ሰባት እዮም ኣብ ሙስሉይነት ዝነብሩ ሻሎ ከም ፈተውትኻ መሲሎም ከም ገለ ብዙሕ ነገራት የጋጥመካ ኣብ ህይወት ማለት ኣነ ኣብ ህይወተይ እቲ ዝጸልኦ ነገር ሕጂ ሙስሉይ ሰብ እየ ዝጸልእ በቃ ሕጂ ከምኡ ስለ ዝኾንኩ ገለ ሓንሳ ሓንሳ ሓንሳ ሓንሳ ዘይኮነስ በቃ most of the time ሕጂ በይነይ እየ ዝጓዓዝ። ካብዚ ዝገርም ኣብ ስራሕ ብዘይ ካብ ስራሕ ኣብ ስራሕ ግን ምስ መሳርሕተይ ፍቕሪ ዓቢ ይኹን ንእሽተይ ይኹን በዓል ዝና ይኹን በዓል ዝኾነ ይኹን እንዳሰሓቅኩ እንዳተጻወትኩ ገለ ዝውድኦ ማለት ጽቡቅ እሺ ኣሕዋት ካብዚ መቐፃ ዘርእኩም ቪድዮ ካብ ተኸታተልተይሲ ቡና ትሰትዩ ኣለኹም ዶ ቡና ትሰትዩ ማለት ኣነ እውን ይሰቲ እንደ ግን ቡና ትፈትዩ ኣለኹም ዶ ኣባሳታትያ ግን ንገሮም ጌጋታት ኣለዉ ትፈልጡ ዲኹም እስቲ ከስማዕኩም እዚ ቪድዮ እዚ። ሽዱሽተ፣ ቡን ክሰቲ እንተለና ንገብሮም ጌጋታት። ሎማዓንቲ ድማ ብዛዕባ እቲ ኣብዛሕትና መዓልታዊ ንጥቀሞ ብዛዕባ ቡን ኢና ክንዛራረብ። ቡን ንጥዕናና መዓዝ መዓዝ ጎዳኢ ከምዝኾነ ንምፍላጥ ድማ ክሳብ መወዳእታ ንኽትከታተሉ ዓዲመኩም። እቲ ናይ መወዳእታ ብፍላይ ኣብዛሕትኡ ናይ ቡና ወልፊ ዘለዎ ሰብ ብተደጋጋሚ ዘተግብሮን ክንጥቀቐሉ ዘለና ጌጋ ልምዲ እዩ። ሰላም እንኳዕ ዳሓን መፃኹም ቡን ካብ ማይን ሻሃን ቀፂሉ ብዓለም ለኸ ደረጃ ብናይ ተጠቀምቲ በዝሒ ኣብ ሳልሳይ ደረጃ ዝቕመጥ እዩ ሕድ ሕድ መዓልቲ ድማ ብዓለም ለኸ ደረጃ ከባቢ ክልተ ቢልዮን ዝኸውን ኩባያ ቡን እዩ ዝስተ ስለዚ ብቐጥታ ናብቶም ሽዱሽተ ቡን ክንሰቲ እንተለና ንገብሮም ጌጋታት ክንኣቱ እንተለና እቲ ናይ መጀመርታ መድሓኒት ክንወስድ እንተለና ምስታይ እዩ። ቡን ዋላ ሓደ ጉድኣት ዘይብሉ ክመስለና ይኽእል እዩ፣ መድሓኒት ኣብ ንወስደሉ እዋን ቡን ክንሰቲ እንተለና ግን ሓደገኛ ክኸውን ይኽእል እዩ። ምኽንያቱ ድማ ምስ ሓደ ሓደ መድሓኒታት ክተሓዋወስ እንተሎ ኣብ ስራሕቶም ጣልቃ ክኣቱ ይኽእል እዩ። ብፍላይ ድማ ምስቶም ፀረ ባክተርያታት፣ ፀረ ጭንቀት፣ ናይ ታይሮይድን ሓድሓደ ናይ ልቢ መድሓኒታትን። በዚ መሰረት ድማ ቡን ናይዞም መድሓኒታት ጎናዊ ሳዕቤናቶም ንኽጎልህ ወይ እውን ብቕዓቶም ንኽቕንስ እዩ ዝገብር። ስለዚ ምስዞም ከምዚ ዝበሉ መድሓኒታት ቡን ቅድሚ ምስታይኩም ምስቲ መድሓኒት ዝኣዘዘልኩም ሓኪም ምምኻር የድሊ። እቲ ካልኣይ ጌጋ ድማ ቡን ልዕሊ ዓቐን ምስታይ ወይ ድማ ምሸት ምጥቃም እዩ። ኣብ እዋን ምሸት ቡን ምስታይ ትፈትዉ ሰባት ክትህልዉ ትኽእሉ ኢኹም። ይኹን እምበር ሓንጎልኩምን ሰብነትኩምን ነዚ ዘይክቕበሎ ይኽእል እዩ። ቡን ድማ ምስ ሰተናዮ ኣብ ሰብነትና ካብ ሓሙሽተ ክሳብ ሽዱሽተ ሰዓታት እዩ ዝጸንሕ። እዚ ማለት ድማ ኣብ ሰብነትና ክጸንሕ እንተሎ ናይ ድቃስ ግዜና ከተዓናቕፍ ይኽእል እዩ ማለት እዩ። እዚ ድማ ድሕሪ ቀትሪ ምስታይ እውን የጠቓልል እዩ ማለት እዩ። እቲ ኣብ ቡን ዝርከብ ካፊን ዝበሃል መነቓቕሒ ኣብ ናይ ሰብነትና ናይ ምድቃስን ናይ ምትሳእን ዑደት ጣልቃ ክኣቱ ይኽእል እዩ። እዚ ድማ ንምድቃስ ንክኸብደናን ዕረፍቲ ዘለዎ ጽፉፍ ድቃስ ንከይህልወና የተዓናቕፍ። ካብዚ ዝተላዕለ ድማ ኣብ እዋን ቀትሪ ድቃስ ንክመጸናን ኣብቲ ቀጺሉ ዘሎ መዓልቲ ድማ ናይ ምግንዛብ ክእለትና ንክቕንስ እዩ ዝገብር። ብርግጽ እውን ቡን ንኹሉ ሰብ ብሓደ ዓይነት ኣገባብ ኣይኾነን ዝጸሉ። ሓደ ሓደ ሰባት ንቡን ኣዝዮም ተኣፈፍቲ ካብ ምዃኖም ዝተላዕለ ዋላ ሓንቲ ፍንጃል ቡን ናይ ድቃስ ጸገም ክተምጸሎም ትኽእል እያ። ካልኦት ሰባት ድማ ቡን ብዙሕ ዘይጸልዎም ኣለዉ። ቡን ልዕሊ ዓቐን ክንሰቲ እንተለና ድማ ንጭንቀት፣ ንሻቐሎትን ንፈጣን ውቅዒት ልብን ከቃልዐና ይኽእል እዩ። ስለዚ ቅድሚ ምድቃስና ሽዱሽተ ክሳብ ሸሞንተ ኣብ ዘሎ ሰዓታት ምስታይ፣ ከምኡ እውን ኣብ መዓልቲ ካብ ሓደ ክሳብ ክልተ ኩባያ ወይ እውን ካብ ክልተ ክሳብ ሰለስተ ፍንጃል ቡን ምስታይ እኹል እዩ። እቲ ሳልሳይ ጌጋ ቡን ምስ ሓደሓደ ምግብታት ምስታይ እዩ። እቲ ሓደ ምስ ጸባን ውጽኢት ጸባን እዩ። ብፍላይ ከኣ ዋሕዲ ደም እንተሃልዩ፣ ኣይረን ብኣግባቡ ንኸይምጠጥ ቡን የተዓናቕፍ እዩ። እቲ ካልእ ድማ ምስ ለሚንን ኣራንሽን እዩ። ምስ ለሚንን ኣራንሽን እንተወሲድናዮ ድማ እቲ ኣሲዳውነቶም ምስ ቡን ክተሓወስ እንተሎ ቀሓር ክፈጥር ይኽእል እዩ። እቲ ካልእ ድማ ምስ ጥባስ ምግብታት ከም ቺፕስ ዝበሉ እዩ። ከምዚ ዓይነት ምግብታት ምስ ቡን ክንወስድ እንተለና ናይ። ሽሕዋት እዚ ቪድዮ ከም ዝሰማዕናዮ እዩ ማለት እቲ ንገብሮም ጌጋታት ነጊርና ኣሎ እስቲ ሓንቲ ሕቶ ግን ክሓተኩም ማይ ሻሂ ቡና እዮም ዓለምና ብጣዕሚ ስተ እንዲልና እስቲ እንታይ ትፈትዩ ካብ ሰለስቲኦም ሲ ብጣዕሚ ትፈትዮ እንታይ እዩ ማለት ማይ ወድላይ እንዲዩ ማይ ሰትለና እንዲና ህዚ እውን ግን ሲ ብጣዕሚ ክትፈትዮ ተለኹም ደስ ለኩም እንታይ እዩ ካብ ሰለስቲኦም ኣኩ መፅሓፍለይ ሰው ስታይልና ኣሎ ሃሪ ርእሳ ኣነ ብቻ እየ እሺ ጨጉርኻ ምንዋሕ ዘለዎ ፀገም ቃሕ ዝበለኒ ዜና ካብ ቃሕ ዝበለኒ ስዲ ጨጉረይ ሃሪ ዝመስል ትሕቲ መቐመጫይ ዘግ ዝበለ ኢለኩም ሓበሻ ኣይነ ፅንሕ ባ ፅንሕ እዛ ጨጉሪ እዚኣ ድያ ማለት እዩ ትርድእን እያ እንታይ እዩ ብዛዕባ እንታይ ጨጉሪ ኢሉ ጋል ምንዕድ ዝበልኩም ርእይዎ ሜትሮን ፈረቓኒ ከምዲ እቲ ገጠር ከይድና ዕንጨቲ ኣሪና ንጠምረሉ ገመድ እዩ ዝኸውን ፅቡቅ እዩ ዝሓፍተይ ጨጉርኪ ፅቡቅ እንዲ ግን ቤዛ ከ ዝተሓባበር እየ ንዘን ኣሕዋትና እንታይ ዓይነት ቅብኣት ከም ዝጥቀሚ ገለመለ ንገርየን እሞ ከም ናትኺ ምእንታን ጨጉረን ከንውሑ እሳተን እውን ሲ ሓግዝየን እስተውሓት ወሰድና ኣሎ ኣቦኻ ፀፀር ተዋሒጥና ኢሉ ዘመርዓወካ

ጥበብ ኣለዋ ዶ እቲ ጥበብ ኣውፅኣ ክትጥቀመሉ ኢኻ ክትሕግዛ ዘለካ እምበር ኣቦኻ ተምፂልካ ሓደ መዓልቲ ብሓባር ዝነብራ ብዙሓት ዶሉት ነበራ። ሓንቲ ካብኣን ድማ ብተመን ትንከስ። ሓገዝ ስለ ዝደለየትን ስለ ዝተሃስየትን ድማ ተመሊሳ ናብተን ምስኣ ዝነብራ ደርሁ ከደት። ብምልእን ድማ ብተመን ስለ ዝተነኸስኪ መርዚ ስለ ዘለኪ ናባና ከይትልግምናን ከይትልብድናን መታን ካባና ርሓቒ ኢለን ነጸላኣ። እታ ደርሆ ኣዝያ ሓዘነት፣ እንዳ በኸየትን እንዳ ነበዐትን ድማ ኣርሒቓ ተጓዕዘት። ዝያዳ ዘቐንዝዋ ዝነበረ ነገር፣ እቲ ተመን ዝነኸሳ ደይኮነስ፣ ኣብቲ ናይ ብሓቂ ሓገዝ ዘድልያ ግዜ የሕዋታ ክነጽልኣን ክነፍግኣን ብምርኣያን ብምስትውዓላን እዩ። ድሕሪ ነዊሕ ምጉዓዝ ድማ ኣብ ሓደ ቦታ ረኺባ ኣብኡ ቆወመት። ብምለንተን ኣብኡ ዝነብራ ዝነበራ ደርሆ ድማ እንኳዕ ከደት፣ ኣብዚ ክትልግመና ሕጂ ድኣ ድሮ መይታስ ትንፋሳ ሓሊፉ ይኸውን እዩ ብምባል ድማ ኩለን ነንባዕለን ክዛረባን ክሓምያኣን ጀመራ። ድሕሪ ዝተወሰነ ግዜ ድማ ሓንቲ ዑፍ ናይ በረኻ መጺኣ ሓፍትኽን ብህይወት ኣላ ኣይመተትን ነገር ግን ናይቲ ተመን ዝነኸሳ እግራ ስለ ዝተቖረጸት ክትጓዓዝ መግቢ ክትምእርርን መግቢ ክትኣርን ኣይትኽእልን እያ ስለዚ ሓገዝክን የድልያ ስለ ዘሎ ንዕነ መጺኽን ሓግዝኣ ብምባል ወይ ድማ ሓገዝክን ትሓትት ኣላ ኢላ ነገረተን ብምልእን ከኣ እዋይ ክጥዕመኒ ኣይክእልን'ዩ እታ ሓንቲ እንቋቑሖ ትርእይ ኣለኺ እንቋቑሖ ኣውጺኤ ኣለኹ ስለዚ እዛ እንቋቑሖይ ሰራቒ ከይወስደለይ ነታ ክሕልዋ ኣለኒ ብምባል ናታ ምኽኒት ኣቐረበት። እታ ካልኣይቲ ድማ ኣነ ድማ ደቀይ ትርእዮም ኣለኺ፣ ነዞም ደቀይ ከኣ ንዝሕልወለይ የለን፣ ብድሕረይ እውን ዝኾነ ይኹን ክበልዖም ስለ ዝኽእል ክወጽእ ኣይክእልን'የ ብምባል ድማ ናታ ምኽኒት ኣቐረበት። እታ ዑፍ ዋላ እኳ ንብምልእን በብሓደ ተሓተተተን፣ ኩለን ነናይ ገዛእ ርእሰን ምኽኒት ብምቕራብ ዝኾነ ይኹን ክገብራ ከም ዘይክእላን፣ ከም ዘይሕግዛ'ን ኣፍለጣ። ግዜ ድሕሪ ምሕላፉ ድማ ከም ብሓዱሽ ተዕፍ መጺኣ እታ ተመን ነኺስዋን ብኣኽን ተጠሊማን ኣብ ርሑቕ ትነብር ዝነበረት ሓፍትኽን መይታ ሎማዓንቲ ድማ ቀብራ ስለ ዝኾነ ኣብቲ ቀብራ ክትውዕላ መታን ንዕነ ብምባል መጺኣ ነገረተን። ብምልእን ድማ ሓራቐን ተበሳጭዋን በኸያን ኣዝዩ ሕማቕ ተሰምዐን ነንባዕለን ድማ እንተ ንሕግዛ ኔርና'ኮ ምናልባት ኣይመተትን እንዳበላ ኣዚ ናይ ውሽጢ ሓዘን እንዳ ተሰመዐን በኸያ ምስ ተዓርፍ ድማ ናይ ሓፍትና ቀሪ ክነርክብ ኣለና ሓፍትና ክንቀብር ኢና ብምባል ድማ ንኸይሕግዛ ዝኹሉ ዘቕረበኦ ምኽኒት ገሊኤን እንቋቆሖን ገዲፈን ገሊኤን ደቀን ገዲፈን ድማ ቀብሪ ናይ ሓፍተን ክቐብራ ናብቲ ዝነበረቶ ቦታ ብምሉኤን ተጓዕዛ። ዋላ ካብ ብሂወት ከላ ክርእየን ዕድል እንተረኸባን እንተነበረን ኣብ ሞታ ክሪኣኣን ኣብ ሞታ ክቐብራኣን ግን ምርጭኤን ምነበረን። ብምልኤን ብጣዕሳን ብብኽያትን ድማ እዚ ኩሉ መገዲ ርሕቀት ከይዓቀና ኣብቲ ቦታ በጽሓ። ደኾን ኣብቲ ቦታ ምስ በጽሓ ግን ሬሳ ናይ ሓፍተን ዘይኮነ ዝኾነ ጽሑፍ ዝሓዘ ወረቐት እዩ ጸኒሕወን። ኣብቲ ጽሑፍ ድማ ከምዚ ይብል ነበረ። ኣብ ህይወት ብዙሕ ግዜ ብህይወት እንከለኻ ንኽሕግዘካ ሓንቲ ጎደና ተሳጊሩ ዝመጽእ ሰብ የለን። ምስ መትካ ግን ሃገርን ኣህጉርን ተሳጊሮም ኣብ ቀብርኻ ክውዕሉ ይመጹ። ኣብ ግዜ ቀብርኻ ዝበኽይዎ ብኽያት ድማ ናይ ምኽሳርካን ናይ ቃንዛን ዘይኮነ ናይ ጣዕሳን ሕማቕ ስምዒትን እዩ። ካብዛ ታሪኽ ገለ ነገር ወሲድኩም ክትኮኑ ተስፋ ይገብር። እሺ ኣሕዋት እዚ ታሪኽ ከም ሰምዓናዮ እዩ ማለት ብጣዕሚ ምስ ሰባት ዝተሓሓዝ ብፍላይ ድማ ምስ ሓበሻ ምሳና ብጣዕሚ ዝተሓዝ ዘለዎ ታሪኽ እዩ ትርኢቶንኩም ሲ ኣብዚ ዓዲ ንኣብነት እዚ ሓደ ዋላ ጸጊምዎ ወይ ጠምዩ ገለ ይሞት እሞ ምስ ሞተ ግን ኣብቲ መጽሑ ገለ ብዕራይ ገለ ይሕረድ ወይ ዝኾነ ነገር ይስራሕ ገለ ብዝሕ ዝበለ ነገር ይግበር እሱ ግን ኮ እሱ ስኢኑ ኮ ይሞይቱ ኣብቲ ሰዓት ብሂወት ናሃለወ ምስ ሞተ ግን ብዙሕ ነገር ይግበረሉ ማለት ነገርሲ ክተርፍ ዘለዎ ባህሊ ይብስሩ ማለት እንዲም ምስ ሞት ዋላ ምንም ነገር ተዘይትገብረሉ ይሐሽ ባህሊ እየ ናፅል እሶ ዝመተሉና ለሕዋት መዓር ዝኾነ ዘረባ እሺ ኪዳን ከዓ ኣዝዩ ክቡር እዩ ኪዳን ክቡር እዩ ንኪዳን ከተፍርሶ ከቢድ እዩ ወቶም ኮፋትሑ ዝውዕሉ ከማን ሓይጣተኛ እዮም ቀደም ኣቦታትና ንተክል ዳኣ እምበር ኣይነቅልን እዮም ዝብሉ ንዓናይ ፍትሕ እንድሕር ኢልዎ ኖ ኣነ ተክል እምበር ኣይነቅልን እዮም ዝብሉ ክትተክል ደኣ ኣለካ እምበር ክትቆርፅ የብልካን ኣብ ምቑራፅ ዘሎ ክሳራ ብዙሕ እዩ ኣብ ምትካል ዘሎ ረብሓ ከዓኒ ብዙሕ እዩ እሞ ለበዋይ እዘን ደቂ ኣንስትዮ ወለዶ ናይ ህጂ ዘለዋ ኪዳን ክቡር ምዃኑ ኣሚነን ደቅና ብሙልአን ተባዕታይ ይኹን ኣንስታይ ነቲ ኪዳን ኣሚኖም ኣብ ኪዳኖም ክጸንዑ ፍቕርን ስኒትኒ ገይሮም ክኸዱ እቲ ፈቖዶ ኣብያተ ፍርድን ፈቖዶ ነገር ነንውዕሎ ዘለና ክሳራ ደኣ እምበር መኽሰብ የብሉን ኣውዲቕካዮ ረቲዕካዮ ኣይትሕጎስ ረቲዑካ ኣይትሕጎስ እንታይ ደኣ ፍቕርን ስኒትኒ ገይርካ ተዓባዒብካ ኪዳንካ ኣጽኒዕካ ተደኣ ከይድካ ሽዑ ሓጎስ ዘሎ። ጥራዩ ምእንቲ እቶም ህጻናት ከኣ ዝያዳ ዋላ እቲ ክልተ ወድን ጓል ንኳኒ በዚ ህጂ መጺኡ ደሎ ተክኖሎጂ ብትምህርቲ ተማዛዚኖም ላዕልን ታሕትን ክበሃሃሉ እተኻእሉ በቶም ህጻናት ዘሕልፍዎ ስቅያት ኣብ ልብና ኣሕዲርና ኪዳንና ነጽንዕ እየ ዝብል ዘለኹ። እሺ ኣሕዋት እስኪ ካብዚ ምቅጻል ድማ ናብዚ ማሕበራዊ ሚድያ መዘራረብቲ ዘሎ ነገራት ክወስደኩም እስቲ እዚ ቪድዮ እዚ ብሓደ ኮይና ንርኣዮ። ካብ ወላ ሓንቲ ነገር ደይ ኣሰረኒ ሓደር። ዋላ ሓንቲ ደስ በለኒ ሰርሕ ሰብኣያ በዚ ኣጋጣሚ እዚ በቃ ምስጋና ይግብኦ እዩ እዚ ሓዳር ምስ ገበራ ኮፈሊ ኣይትውፅኢ ኣይትስርሒ ገለ ዝብል ሰብ ኣይኮነን እኳ ደኣ ኣብ ስርሐይ ዘተባብዓኒ ኣብ ጎነይ ዝኸውን ሓላፍነት ዝስምዖ ወዲ እዩ ክዘናጋዕ እንድሕር ደልየ ይዘናጋዕ ክሰርሕ እንድሕር ደልየ ይሰርሕ በቃ ሙሉእ ናጽነት ዘለዋ እዩ ሰብ እየ በቃ ወላ ሓንቲ ኣይትረፈንን ኣይተኣሰርኩን እኳ ደኣ ዝያዳ ናጽነት ረኺበ ኣነ ሓወይ ኣይፈልጦን እየ። ኣይትፈልጥዮን ኢኺ ኣይተ ኣይተራኸብኩምን።
ናይ ሰለስተ ደቕ ኣብ ሂወተይሲ ሰለስተ ደቕ እንተነሊያ እያ። ከማን እየ ዝፈልጦ ሓወይ። ንኸመይ ከመይ እስከ የለ። እዚኣ ሓውኺ እዚኣ ሓፍትኻ ኢሉ ባራኪኡ ኣራኺቡና። ሄለን እዚኣ እያ ንኬለ እዚ እዩ ኦል ሓንቲ ሓደ ንኹናት ኢሉ ገዝተሉ ካልኣይ you know ከምዚ ንመጀመርያ ንመጀመርያ ግዜ እቲ ብዕላሉ ፈልጡ ኣሕወይሲ ገፅ ንገፅ ተራእይና ማለት እዩ ወላቲ ተዛርብኮ ክዛረቡ ኣይከኣልኩን ኣይተዛረብኩን ደኒኑ ጥራይ

ምሻሉ ከምዚ ቻው ክብለካ ገለ ኣነ ጓል ሰለስተ ዓመት እዩ ገዲፍንላ እዩ ሓንጎሉ እታ ጓል ሰለስተ ዓመት ቆልዓ ዝገደፋ እያ ሰውራ ኮይኑ እምበር ገድሊ ኮይኑ እምበር እታ ጓል ሰለስተ ዓመት ዝገደፉ እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሳብ እዝረኹም ሰዓት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብኻሊእ ቪድዮ ክሳብ ንራኸብ በብዘለኹሞ ሰላም ኹንለይ ይመችኹም